ሰላም ሰላም ተኸታተልቲ ኤጀቢ ቻነል ከመይ ቀኒኹም ንሎም እምበር ብዛዕባ ኤኣርሲሲ ብምንታይ ምርት ክንስደሎም ንኽእል ከሪብኩም እየ እተን ሎማዓንቲ ንርኤን ሰለስተ ኣገባብን እታ ቀዳመይቲ ኣገባብ ብቴሌፎን ክኾን ከሎ ካልኣይቲ ድማ ብዌብ ፎርም ሳልሰይቲ ከዓ ብኢሜይል ክንርኢ ኢና ማለት እዩ ቅድሞ ግን ሕፅር ኣቢለ ንኩሉ ሰብ ከም ዝፍለጥ ስፖንሰር ካብ ትግቡእ ሰዓቱ ሓሊፉ ኣሎ ማለት ብጣዕሚ ሰብ ደንጊዎ ኣሎ ችስ ጨናቂ እዩ ንኩሉ ይርዳእኒ እዩ እታ ክንገብራ ንኽእል ሓንቲ እንታይ ዓቕሊ ጌርካ ምፅባይ እዩ ማለት እዩ ከም ዝፍለጥ ምክንያት መደንጎይኡ ከዓ ፍሉጥ እዩ ኣብቲ ፈለማ እዋን ኮሮና ሕማም መፅኡ ገለ ምስ ከምኡታት ደንጉዩ ከይኣክሎ እንደን ኣብዚ ካና ዘለዎ እቶም ኢሚግሬሽን ኦፊሰርስ ድማ ቀዳምነት ንኣፍጋኒስታን ይህቡ ነይሮም ንኣፍጋኒስታን እውን ሆፍሊ ተወዲኦም ይኮኑ ኢልና ተስፋ እንዳገበርና ሕጂ ከዓ ኩናት መፅኡ ናይ ራሽያን ዩክሬን ማለት እዩ ሕጂ ከዓ ቀዳምነት ንናይ ዩክሬን ይህቡ ኣለዎ ማለት እዩ ስደተኛታት ሕጂ ምስ ከምኡታት እቲ ኣብ ካናዳ ፕሮሰስ ዝኸውን ወረቀቶም ማለት እዩ ኣፕሩቭ ዘይኮነ ወረቀቱ ክድንጉ ይኽእል ኢልና ኢና ንኣምን ንሪኦ እውን ኣለና ማለት እዩ ቀደም ኣፕሩቭ ንክበሃል ማለት ሓሙሽተ ወርሒ ሽዱሽተ ወርሒ ኢብን ኣብ ወርሒ እውን ኣፕሩቭ ዝበሃል ዝነበረ ዓሰርተ ወርሒ ሓደ ዓመት እውን ዝገበሩ ኣለውና ብዙሓት ኣፕሩቭ ከይተባሃሉ ነቶም ካብ ካናዳ ወፃኢ ኣፕሩቭ ዝተባሃሉ ግን እቲ ፕሮሰስ ብዙሓይ ክፀልዎምን እዩ ማለት ብሰንኪ ዩክሬን ዝመፅእ ወይ ድማ ብሰንኪ ኣብዚ ፕሮሰስ ዝግበር ብዙሕ ኣይክፀሉን እዩ ፅልዋ ክህልዎ ክእል ግን ብዙሕ ከም ዘይኮነ ክሕብረኩም ፈቱ ሕጂ ናብቲ ናይ ሎሚ መደብና ክኸይድ እታ ቀዳሚቲ ብፎን ናምበር እዩ ሕጂ እታ ፎን ናምበር ክንብ ኮለና ቴሌፎን ናምበር ኣለዎም ኣይኣርሲሲ እታ ናምበር ክገርፍልኩም እዩ ኣብ ዲስክሪፕሽን ቦርድ 1882422100 ክትድውሉ ትኽእሉ ኢኹም ናብታ ነበር ምስ ደወልኩም ክሳብ 2 ደቂቕን 57 ሚኒት ክትፅበዩ ኢኹም ድሕሪ ምፅባይኩም ፕረስ ዋን ቁፅሪ ሓደ ጠውቑ ድሕሪ ሓደ ምፅዋእኩም ዩሲኣይ ናምበር ክተእትው ኣለኩም እቶም ኣፕሩቭ ዝተባሃልኩም ማለት እዩ እቶም ኣፕሩቭ ዘይተባሃልኩም ግን ከም ዘለዋ ትገድፉ ማለት እዩ እዚ ዩሲኣይና በለ ምሰተኹም ብድሕራ ሃሽታግ ትገብሩ ማለት እዩ ብድሕሩ ቁፅሪ ሰለስተ ትውቁብ ብድሕሩ ክልተ ከም እንደገና እውን ክልተ ትደግሙ ብድሕሩ ከዓ ዜሮ ትፅውቁ ድሕሪ ዜሮ ምፅዋኩም ድማ ኤጀንት ክረኽበኩም እዩ ምስኡ ትራኸቡ ማለት እዩ ሕርካ ጉዳይኩም ትዕልዎ ማለት እዩ እታ ካልይቲ ድማ ብኢሜይል ክትከውን እያ ሕጂ እታ ኢሜይል እቶም ኣፕሩቭ ዘይተባሃልኩም ምክንያቱ ጉዳይኩም ኣብ ካናዳ ስለ ዘሎ ናብ ቪዛ ኦፊስ ስለ ዘይሓለፈ እቲ ኢሜይል ትጥቀሙ ልክዕ ናብ ኦቶያ ከም ትሰዶ ኣብ ዲስክሪፕሽን ቦርድ ከርፈልኩም እየ እቶም ኣፕሩቭ ዝተባሃልኩም ግን ካብ ናብ ካናዳ ትሰድዎ እቲ ኢሜይል ናብቲ ቪዛ ኦፊስ ምስ ዝሰድዎ ብቐጥታ ክበፅሖም ይኽእል እዩ ማለት ንኣብነት እንተ ናይ ኢትዮጵያ ወሲድና ኬንያ እዩ ማለት ሕጂ ናይ ኬንያ ከዓ ናይሮቢ ኣት ኢንተርናሽናል ዶት ጂሲ ዶት ሲኤ ትብል ኣላ ድሓን ኩሉ ክገድፈልኩም እያ ብዲስክሪፕሽን ቦርድ ሕጂ ብኡ ኢሜይል ክትገብርሎም ትኽእሉ ኢኹም ሕጂ ግን ኣብዚኣ ግን ሕፅር ኣቢለ ኢሜይል ክትገብሩ ከለኹም ኩሉ ግዜ ክርስዓ ዘይብለን ነገራት ኣለዋ ፈለማ ሽም ኣባሕጉኹም ክፀሓፍ ኣለዎ ብድሕርኡ ሽምኩም ማስ ዴት ኦፍ በርስ ማስ ከም ተወለድኩም ክፀሓፍ ኣለዎ ኣበይ ከዓ ኣብ ናይ ሃገር ከም ተወለድኩም ከዓ ክፀሓፍ ኣለዎ ኣብ መጨረሻ ድማ ድሕራ ኣፕሩስ እንድሕር ተባሃልኩም ኮንኩም ከዓ ዩኒክ ክላይን ኣይደንቲፋይ ወይማ ዩሲኣይ ናምበር ከዓ ክትፅሕፉ ኣለኩም መን ምዃንኩም መታን ክፈልጥኹም እታ ሳልሰይቲ ኻኒታ ድበለፀት ማለት እዩ ኣርሲሲ ዌብ ፎርም እዚ IRCC ዌብ ፎርም ዝበለፀ እዩ ማለት ከምዚ ንዑ ንምርካብ እታ ቀን ንጥቀመላ እዩ ንዓ ንምርካብ ንኣብነት ኣብዛትኩም ፕላስ IRCC ዌብ ፎርም ክንብላ ኢልና ከምላ ኣብ ኣቲና ኣብ ጎግል ሰርች ድሕሪ ምግባር IRCC ዌብ ፎርም ኣብ ፈለፅኩም ናይ ረሓን ብሓፂሩ ክገድፈልኩም እዩ ኣብ ዲስክሪፕሽን ቦ ዛ ብሓፃራ እዚኣ ንክገርፈልኩም እዩ ሕጂ ኣብዚ መፅኹም ንምንታይ ኹም ኣርስ ትረክብዎም ዘለኹም ወይ ክትረክብዎም ዘለኹም ፕሮሰስ ደንጊኩም ወይ ሓዳር ስለዝገበርኩም በዓልቲ ቤትኩም ክተእትዋ ደሊኹም ሜቢ በዓልቲ ቤትኩም ሓሪሳ ክትከውን ትኽእል ቆልዓ ክኣቱ ማለት እዩ ዝኾነ ምቅያራት ቴሌፎን ቀይርኩም ፕላስ እንተ እንታይ ድባል ወይ ድማ ኣድረስ ክትቀይሩ ትኽእሉ ኢሜይል ክትቀይሩ ትኽእሉ ዝኾነ ክትቀይሩ ትኽእሉ ንኣብነት በር ሰርቲፊኬት ክትቦም ደልዩ ወይ ድማ ሪኩስት ገይሮሞ ክትቦም ደልዩ ተሓፀረት ሜተድ ደብረፅትን እዚኣ እያ ማለት እዩ እዚኣ ክንጥቀም ተኮይና ግን ድራ ደንጊና ፕሮሰስ ንሓታ ኣለና ኮይና በዚኣ ክንጥቀም ከለና ኣይምልሱና እዮም እንተ እቲ ናይ ፕሮሰስ መዓልቲ እንተደኣኪሉ ማለት ንኣብነት ናይ ኢትዮጵያ ሰላሳን ሓሙሽተን ማለት እንድሕር ኣሎ ኮይኑ ቅድሚ እንድሕር ሓይትኩሞም ደንጊና ኢልኩም እንድሕር ኮምፕሌን ጌርኩም ኣይምልሱልኩም እዮም ትራ ዝኾነ ሓይቶምኹም ዝነበሩ ክትምልሱ ምስ ደልዩ ግን እንተደንጎዩ ክሳብ ፋይቭ ቢዝነስ ደይስ ኣብ ሓሙሽተ መዓልቲ ክነግርኹም ይኽእሉ እዮም ሰው ንምፃእ ብዙሕ ምክንያት ክህሉ ይኽእል እዩ ኣብዚ ምክንያት ከመፅና ኣብዚ ንምፃእ ቸንጅ ኢንፎርሜሽን ከምዚ ከንብራ ፅናሕና ማለት እዩ ቸንጅ ኮንታክት ኢንፎርሜሽን ዊዝድሮ ማለት እዩ ኣፕሊኬሽንኩም ዊዝድሮ ክትገብሮ ትኽእል እዮም ክትገድፎ ወይ ብዛዕባ ዘግነት እንተ ኣለኹም ኮንኩም እውን ክልኩል ጥራሕ ኣብ ካናዳ ዘለኹም ማለት እዩ ብዛዕባ ዘግነት ዝኾነ ሓበሬታ ምስ ዝደልዩ ወይ ድማ ክትሓትዎም ምስ ዝደልዩ ዝኾነ ሳብሚት ክትገብሩ ምስ ዝደልዩ ኣብ ዝመፁ ፐርማን ስፖንሰርሽፕ ስፖንሰርሽፕ እውን ብናይ ስደተኛት ፈንድ ከዓ ኣብዚኣ ስፖንሰርሽፕ ትገብሩ ሕጂ ኣብዚኣ ነ ከሪእኩም እየ ዝሓንቲ ቼንጅ ኦፍ ኮንታክት ኢንፎርሜሽን ንብል ንኣብነት እዚኣ ኣብዚ እንታይ ከይና ዝኾነ ክንፅሕብ ንኽእል ኢና ኣይ ፕሪቪስሊ

xxx date ትማል ተምጣመኩ ማለት እዩ date ኣብ ሜቢ ዋይ ዋይ ዋይ ዝበሃል ቦታ ይነበረልኩም ትፅሕፉ ማለት እዩ ላይክ ንሳኹም ምስ ደኣ ከም ዝጥዕመኩም ክትገብሩ ኣብዚ ደስ ዝበለኩም ክትፅሕፉ ትኽእሉ ኢኹም ምስቲ ንዕኡ ርኸይ ምስ ድመሳሰል ማለት እዩ ክትሓትዎ ትደልዩ ኣብዚ ክትፅሕፉ ትኽእሉ ኢኹም ክሳብ እሸን ኣርባዕተ ሚስራትን ሽዱሽተን ቃላት ማለት እዩ ሕጂ ኣብዚ መፂና ክንርሳዕ ደይብሉ ሕጂ ክንሓት ኮለና ግን ኣብዚ ክምላ ኣሎ ክምላ ዘለዎ ነገር ኣሎ ፋሚሊ ኔም ክፀሓፍ ኣሎ ኪቪን ክብን ኔም ከዓ ሽምኩም ኢሜይል ኣድረስ ክገብር ኣለኩም ኣብዚ ከባታ ዴት ኦፍ በርዝ ትገብርዋ ዴት ካንትሪ ኦፍ በርዝ ኣብነት ፋሚሊ ኔም ክንፅሕፍ ኢና ንኣብነት ወይ ወይ ሰባት ጊቪን ኔም ከዓ ከምዚ እውን ክንገብር ንኽእል ኢና ኢሜይል ከዓ ኢሜይል እውን ከምዚ ክንገብር ንኽእል ኢና ላይክ ኣት ጂሜይል ዳት ኮም ኣኔክስ ኣይደውስን ዘለኹ ኣብዚ ከኣ ሰለትኩም ዕለት ትገብሩ

ወይ ድማ ኣሰወርታ ቴሌፎን ሞባይል ናምበር ዘለኩም ሞባይል ናምበር ትገብሩ ሕጂ መን እዩ ኣፕላይ ትገብሩ ኣብ ካናዳ ዘሎ ሰብ ድዩ ወይስ እቲ ስደተኛ ንኣብነት ተራ ወይ ድማ እቲ ካብ ካናዳ ወፃ ዘሎ ሰብ ወይ ድማ ናይ በዓል ተሓዳሮ ክትከውን ትኽእል ሕጂ መን እዩ ኣብዚ መፂና ክንመርፅ ንኽእል ኣፕሊካንት መን እዩ ዝሓትት ዘሎ ተኣመልካቲ ኦኬ ኣፕሊካንት ክንገብር ንኽእል ወይ ሪፕሬዘንታቲቭ ከምቲ ልሙድ ጠበቃ ነብሎ ጠበቃ ውን ክሓት ትኽእል እዩ ወይ ከዓ ስፖንሰር ዝገብር ዘሎ ካደ ኮይኑ ነቲ ስፖንሰር ዝገብርሉ ዘሎ ሰብ ክሓተሉ ይኽእል እዩ ሕጂ ኣፕሊካንት ኢልና ኣብዚ በቃ ዘሰይ ማለት እዩ እዚ እሱ ዝሓትት ነይሩ ኣፕሊካንት ነቢ ተራ ሓታቲ ከዓ እቲ ኣፕሊካንት ኮይኑ እቲ ኩሉ ኣስማት ኣብዚ ብቐጥታ እዩ ዝሓልፍ ማለት እዩ ኣብዚ ብቐጥታስ መፂልኩም ኣሎ ማለት ኣብዚ ብዳይሮ ዝቕየር ነገር የለን እዚኦም ኣይህልውኹምን እዮም ተራ ኣይኣርሲሲ ናምበር ወይ ድማ ሶሪ ኮንሰርንት ኣይኣርሲሲ ናምበር ዝበሃል ከዓ ተራ ደብቓ ኮይኑ ናምበር ኣለዎ መለለይ ናቶም ማለት እዩ ሕጂ ኣብዚ ትቐመጥ ንዓኹም ግን ኣይድልየኩም እዩ ተራ ሪፕሬዘንት ተደይኮንኩም ማለት እዩ ካብዚ መፂኹም ኮንሰንት ኣግሪ ትብለዋ እንደ ኔክስ ሕጂ ክትምላ ዘለዋ ነገር ኣላ ኣብዚ ስዎ እንታይና ረሲዕና ክላይንት ኣይዲ እዩ ሳይን ኣንበር ክንፅሕፍ ኣለና ረሲዕናያ ተዳተጋጊና መልሰናያ ማለት እዩ ቢ 1112567 ኣስታን

እዮም ሽባ ኣብዚ ኬስ ስፔስ ኢንኳሪ ውድ ላይክ ኢንክሉድ ኤ ዶክመንት ዊዝ ሳብሚሽን ሕጂ ንኣብነት ስራ ናይ በርስ ሰርቲፊኬት ሳብሚት ትግብሩ ኣለኹም ኮንኩም ቀድያ እንታይ እዮም ክትገብሩ ዘለኩም ኢየስ ኢኹም ክትብሉዋ ማለት እዩ ኣንተስ እዚ ሳብሚት ትገብሮ ዘለኹም ዶክመንት ላይክ ሕቶስ ምስኡ ከ ዶክመንት ኣታች ክትገብሩ ዲኹም ምስ እያ ዘለኩም ዘላ ኢየስ ንብላ ንድሕራ ኣለና ኮይኑ ተደይብልና ከ ክንገድፋ ንኽእል ኢና ኣሎ ኣብዚ መጺኹም ኣፕሎድ ትብሉ ኣፕሎድ ፋይል ትብሎ ኣብዚ ኣፕሎድ ፋይል ድሕሪ ምባልኩም ብድሕሩ እታ ፋይል ኣብ ስም ዝኮነት ግንቲ ሳይዝ ክዓቢ የብሉን ካብ ክልተ ሜጋባይት ንላዕሊ ክኾን የብሉን እንተ ዓቢ ኮይኑ ኮምፕሮማይዝ ግበርዎ ቀንስዎ ማለት እዩ ባዕልኹም ምስ ወደኣ ናይ ሽዑ ሳሚት ንብላ ምስም ፋያት ክሳብ ሓሙሽተ መዓልቲ ክፍም ፋያት ትዒስ መልሲ ክቡኩም እዮም እዚኤን መስላ ሆፍሊ ፈትኖ መልሲ ንገሮኒ ኣብ ታሕቲ ኣችስ ቀሊል ነገር እዩ ኣጆኹም ፈትኖ ባዕልኹም ዝኾነ ሕቶ ምስ ኣለኩም ከምቲ ልሙድ ክትሓት ትኽእሉ ኢኹም ምስ ናይ ቅረታ ደንጌ ቪድዮ ኣፕሎድ ገብር ኣለኹ ናይ ምንቅስቃስ ምክንያት እዩ ብዝከኣለ መጠን ክሕግዘኩምን ክፍትን እየ ኣጆኹም ከምቲ ልሙድ ላይክ ሳብስክራይብ ኣይትሕምጉ ቻው